ኣዝየ እየ ዝላቦ ማለት እዩ ኩለኹም ድማ ላይክ እናገበርኩም ንታ ቪድዮ ክተባራታቱዑኒ ኣዝየ ይሓትት ማለት እዩ ኩለኹም ላይክ ላይክ እናገበርኹም እቲ ቪድዮ ጀምርዎ ላብቲ ፈላማይ ዝኾነ ቪድዮና ንከታተል። ኦኬ ፋሚሊ በቲ ፈላማይ ዝኾነ ቪድዮና ንቕጽል ኣለና ሰናይ ምክትታል።

ሓንቲ መዓልቲ ጠሊማት ሓንቲ መዓልቲ ሓንቲ መዓልቲ ሽዱሽተ ዓመት ከምዛ ሓንቲ መዓልቲ በቃ ሽዱሽተ ዓመት ምሳይ ዘረሲ ኣብ ሓንቲ መዓልቲ ጠሊማት እንታይ ትብሉ እስከ ሓቢልካ ኣለኒ
ማለት ሲ ምሳይ ትጓዓዝ ነይራ ፅቡቕ ትጓዓዝ ትጓዓዝ ነይራ ኣብ መወዳእትኡ ሃንደበት እንታይ ሞዚ ይብሎን እየ ተመርዓ ተመርዓ በቃ ብምንታይ ዝተፈ እንታይ ዝኾነ ሽግር ሊጋጥምካ ኮይኑ ንዓኻ ብኸመይ መንገዲ ኦሬድ እወ ሕጂ ንዓይሲ ሽግር ኣጋጢምኒ ሽግር ምስ ኣጋጠመኒ ኦሬድ እሳ ከምዚሽ እቲ ኣማኒኻ ጢበምካ ዝበሃል ኦሬድ ኣነሳሲ ኣይተፍቅረኒ ነራ ማለት ኣነ ደፍቅራ ነረ ማለት ሽዱሽተ ዓመት ዝኣክል ደይፈልጣሲ

ተመጸኹ ተመርዐ ጸንሓትኒ ወዲኣቶ በቃ በቃ ዓዲማትካ ዶ እዋ ኣበይ
ኣበይ ዋላ ክትዓል ብሰብ ሰሚዐዮ እዋ ኣታ እታ ቸላ ገለ በለ ሓደ ወዲ ገዛትና መፅኡ ገለ ወዲ ቦታ መፅኡ ኢሉ ይታ ቸላ ገለ በለ፣ "ሀ፣ እባ ሰሚዕኻ ድኻ እንታይ እንታይ ከረአ ኣለኒ እንታይ እንታይ ክሰምዕ ማዕረ ተኸላኸላይ
ፅርግያ ትምራቕ ኣላ ኢለ መን እያ ኣታታ ቁዙፍካ እንታይ እውይ ተፀለል ተፀለል ንሓርሻዊ እንታይ እሞ ሬድ ከምታ ዝበልካ እታ ክሊፕሲ ልክዕ ኣቀዲምካ ዝሰራሕካዮ ካራክተርስ ድሕርስ ናይ ባዕልካ ሪያሊቲ ኣጋጢምካ ማለት በቃ
ብድሕሪኡ ሬድ ጓል ገለ ከም

ኣይኮነን ሕጂ ንሕና ኢትዮጵያ ክትብተንን ዘይክትበተንን ፈርስት ኦፍ ኦል ንሕና ተበቲና ቡቱናት ኮይና ንባዕልና ኣንፈትና ጠፊእና እንከሎ ብመሰረቱ ንኢትዮጵያ ክን- ክን- ከነድሕና ይግባኣናን እዩ። እንድሕር ከነድሕና ኮይና ከዓ ፍቃድ ተሓቲትና ብመንገዲ ባይቶ የርባሓና ኢልና ደቅና ክንሰድድ እዩ ዝግባኣና ኤርትራዊት ማህፀንሲ ደቃ ኣብ ጎንደርን ጎጃምን ክሞቱ ከለውስ ኣይተነገረትን እየ ዝብል ዘለኹ ደቃ ኣብ ጎጀምን ጎንደርን ክስዉ ከለዉ ዳህላክ ንወዲ ክወስዶ ከሎ ከዓነ ንምንታይ ይወስዶ ኣለኹ ክነግረኪ ኣለኒ ናበይ ክበፅሕ ደልየ ክሕብረኪ ኣለኒ እስኺ ኣሚንኪ ኣነ ኣሚነ ኢና ክንስዋእ ዘለና ተገፊፈ እንድሕር ተሰውእኒ ኣለኺ ኣብ ዕላማ ተፈላሊና ኣለና ማለት እዩ ንምንታይ ዲና ንግፈፍ ምክንያቱ ኢሳያስ ኣፈወርቂ ከእምነና ይከኣለ ንምንታይ ንስዋእ ኣለና ክረዳኣና ይከኣለ ስለዚ እንታይ ገይርና ይገፈና ኦኬ ይግፈፈና ካደሓን ንኤርትራ እስኪ ንኽፈሎ ካደሓን ግን ኣዝ ኤ ሪዛልት ጻማና እንታይ ኣቦይ ተሰዊኡ ነቦይ ኣቦይ ዝወለዶ ቆልዓ መሊሱ ተሰዊኡ እቲ ነቲ ቆልዓ ዝወለዶ ካብ መሊሱ ይስዋእ እንተሎስ ዋ ንሕና ናይ መስዋእቲ ኣብነት ዲና ክንኮና ንዓለም ምስ ተሰዋእና ገለ ነገር ክንረክብ ኣለና ስለዚ ሲ እታ ዘረባ ክጥቕላ እታ ናይ ዓለም ናይ ቢዝነስ ግን ሕጂ እውን ክንርድኦ ዘለና እቲ ቢዝነስ ምግባሩ ይተረፎን እቲ ውዕል ይግበር ኣሎ እቲ ዓዲ ከዓ ወርቂ ብሻ ተወዲኡ ናብ ዚንጎ ኣቲና ኣለና ናይ ዓዲ ንፋስ ይፈሓር ኣሎ እተን ዝርካበን ፀጋታት ተን ዝተረኽባ ማለት እየ ንሰን ይፈሓራ እየን ዘለዋ እታ ፍሊ እንታይ ህዝቢ ተጠቀመን ቻይና መፅያ ትፍሕረን ኣላ ኣሜሪካ ጥራሕ ምስ ኣሜሪካ ካምፓኒታት ኣይኣተዋን የስ ቻይና ኣትያ ስለምንታይ መራሕቲ ኣፍሪቃ ንቻይና ዝመርፅዋ እታ ሪዝን ሓንቲ እያ ቻይና ኣብ ፖለቲካ ሃገርካ ኢዳ ኣይትኣቱን እያ ዲክታተር ኩን ኣይትኹን ኣይትዛረበካን እያ ዋይ ምክንያቱ ቻይና ንባዕሉ ዋን ፓርቲ ሲስተም እዩ ስለዚ ቻይና ኣብ ኣፍሪቃ ዲክታተር ኩን ሰብ ቅተል እሰር ኣይትዛረበካን እያ ኣሜሪካ ሓንቲ ሽግር ዘላቶም ካምፓኒታት ምስ ኣእተው ድዩ ዋላ ምሳኻ ዲል ክገብሩ ተኮይኖም ዲክታተር ዲኻ ኣይኮንካን ኢሎም ሓትኻ እዮም ዝበዝሕ ግዜ ዋላ ንይምሰልሲ ዲሞክራሲያዊ እየ ገለ ክትብል ኣለካ ስለዚ እንታይ እያ ክብል ደልየ ብጥቕልል ድበለ ንሕና ኣብ ዓለም ክሳብ ዘለና ምስ ዓለም ሙሉእ ከዓ ክንነግድ ኣለና። ናይ ዓለም ከዓ ይትረፍ ህዝብና ክነግድ ክፍቀዶ ኣለዎ። ኣውፈርትና ክኣትዉ ኣለዎም። ሕጊ ክንገብር ክንክእል ኣለና። ብዝተኻለ መጠን ናብ ቅዋምን ብቑዕ ስርዓትን ክንምለስ ኣለና። ሃገርና ከዓ ብመሰረት ቅዋምናን ባይቶናን ከመይ ጌርና ንከላኸለላ ንፈልጥ ናይ ሱሳ ሰማንያ ዓመት ተመክሮ ዘለና ህዝቢ ኢና ውጭ ስድራኽ እውን መስዋእቲ ዝኸፈልሉ ስድራይ እውን ዝነበርዎ ብከምዚኣ እታ ሃገር መፅያ ኢሳያስ በይኑ ዘምፅኣ ዓዲ የላን እዞም ኣብ ስልጣን ዘለዉ ብመስዋእቲ ህዝቢ እዮም መፅኦም ህዝቢ እዩ ብመስዋእቱ ኣብዚ ስልጣን ዝብፅሖም ጠሊሞሞ ከዓ ድሕሪ 201 ንህዝቢ ድምፁ ዝሰምዓሉ ባይትኡ ኣፍሪሶም ሙሉ ብሙሉ ጠሊሞም ዳህላኪኖ እንታይ ገይሮም በይኑ ኢሳያስ ሕጂ ብናቱ ውሳነ ዓዲ ናብ ገደል መሪሕዋ ስለዚ ኢሳያስ ናይ ሓደ እዋን ጅግና ድዩ ኣርባዓን ኣርባዕተን ነጥቢ ንሕና ንተጋዳላይ ኢሳያስ ኣፈወርቂ ኣነ ከም ሜሮን ተኽለሰንበት ዝኾነ ተቃውሞ የብለይ ተጋዳላይ ኢሳያስ ኣፈወርቂ ኣብ ምምራሕ ኤርትራ ከም ኩሎም ብፆቱ ዝገበሮ ታሪኽን ጅግንነትን ኣብ ታሪኽ ተሰኒዱ- ተሰኒዱሉ ኣሎ በዚ ከዓ ኣነ ከም ውልቂ ፀገም የብለይ ኢሳያስ ኣፈወርቂ ድሕሪ 2001 ንኤርትራን ህዝቢ ኤርትራን ንምፅናት ዝተጓዓዘ ኩሉ ታሪኹ ድማ ማዕረት ዝገበሮ ታሪክ ክስነድ ዳትሰት
ፍቕሪ ዶ ይዓቢ ወይስ ክብሪ እዚኣ ሕቶ ንኩላትና እያ ኣብ ሓደ ግሩፕ ዲስካስ ጌርናላሲ ኣዝያ ደስ ኢላትኒ ብዙሕ ከዓ ተማሂረላ ማለት እዩ እ፣ ይቕሬ ክትብል እንከለኻ ንሰብሲ ፍቅሪ ዲኻ ተቀድም ወይስ ክብርታትካ? ኩላትና ነናትና ኣረዳድኣ ኣለና በብቲ ንርድኦ ወይ ድማ በብቲ ንኣምነሉ ኢና ከዓኒ ንሓደ ሰብ ይቕሬታ ክብል እንከሎሲ እንታይ እዩ ዘቐድም ከዓ ትፈላለኻ ማለት እዩ በብቲ ኣረዳድእኻ ስለዚ ኣነ ብዙሕ እየ ተማሂረ ናተይ ኣረዳድኣ ኣለኒ ናትኩም ክንታይ ትብሉ ማሲ ሓደ ወዲ ሰብሲ እንታይ እዩ ከቀድም ዘለዎ ወይ ድማ ኩሉ ግዜ ሓቂ ወይ ሓሶት ዝበሃል የለን እንዴ ነቲ ሓደ ሓቂ ነቲ ካልእ ከዓ ሓሶት ክኸውን ይኽእል እዩ ስለዚ ግን ሓሳባት ኢኻ ትለዋወጥ ስለዚ ሓሳብኩም ስንታይ ይመስል ክብርኻ ዲኻ ተቀድም ወይስ ፍቅሪ ቴንኪዩ ኣደ ኩሉ ግዜ ጠምያ እያ ደቃ ተብልዕ ንብል ተረዲእካኒ እዛ ኣደ እዚኣ እኮ ጠምያ ደቃ ከተብልዕ ከላ ክጠሚ ስለ ዝደለየት ወይ ስለ ዝመረጸት ኣይኮነት ልዕልታ ሳብ ጎረራ እትወርድ ነገርሲ ወዳ ክበልዓ ከሎ ሓጎስ ስለ ዝፈጥረላ እዩ ከይተሓጎሰት ግን ኣይኮነት ንዕኡ ተብልዖ ተረዲካ ፍሽኽታ ናይቲ የእምሮ ዘይብሉ ኣብ ኣተሓሳስባ ደረጃ ዘይበፅሐ ህፃንሲ ንዓኣስ ዕግበት እዩ ስለዚ እዚኣ ምስሉይነት ኣይኮነትን ዘይተሓጎሰት ከላ ከም ተሓጎሰት መሲላ ኣይኮነትን ተቐርቦ ዘላ ከብዳ ብጥሙዩ ሲ ሓጎስ ግን መሊኡ ኣሎ ትኸርስናታ ተረዲካን ነገረከን ኣነ ኩሉ ግዜ እትገብሮ ሪሌሽንሽፕ ኣብ ሓዳር ቀሊል ኣይኮነን ንነብስክን ሓሲርክን ንስድራክን ሕሲርክን ንደቅክን ከኣኒ ላንጋ ላንጋ ትገጥሮም ኣለኻ ተረዲእክ ኣሕዋተይ ንነብስኽን ባዕልኽን ሕለያላ ካልኣይ ነገር ከኣኒ ፍቕሪ ፍቕሪ ዝበሃል ኣብ ምስልምናን ክርስትናን ኣይሰርሕን የለን ናይ ሰማይን ምድርን እዩ ኣይራኽብን እዩ ንስኽን ፍቕሪ ክገብራ ደሊኽን ምስታ ሓውኽን ኣስላማይ ኣብቲ ናቱ መደብ ኣብቲ ናቱ ዕላማ ክእትወኪ ተዘይኮይኑ ካልእ መደብ ወላ ሓንቲ የብሉ ከምቲ ሙሴ ሓወት ብልክን ፀንሐ ኣስላማይ ናቱ ጀነሬሽን ክዕቢ ዓለም ብምልእታ ምስልምና ንክገብራ ድኣ ንዓኽን ከውልደክን እዩ እምበር ንዓኽን ፈቲክን ዝምርዓወክን ኣስላማይ የለን ኣነ ዕባይ ሱዳን እየ ጓል ንሰይቲ ኣብ ሱዳን ከመይ ሕስርቲ ዝኾና ርኢናዮ ኢና ህይወት ሓሊፍናዮ ኢና ህይወት ኣዋልዶም ኣዋልዶም ሰብ ሓዳር እንክነሰን እንታይ ትብል ነራ ሰበይቲ ሓፍቲ ዓንተ ወይ እንዳተሰፍያ እየን ዝዘራ እንዳተሰፍያ ነዋልዶም ግን ኣይዛረቡን እዮም ንኻፍር እዮም ዝዛረቡ ንኻፍር እዮም ዘሕስሩ ንሕና ከማንቲ ኣቦናን ኣዴናን እዚ ኣይቅበልዎን እዮም ተስላም ከም ንዖም ቃል ኣምላኽ ንባዕሉ ጸልማት ምስ ብርሃን ሕብረት የብሉን ኣርባዕተ ነጥቢ ጸልማት ምስ ብርሃን ሕብረት የብሉን ንምንታይ ግን ነስኽን ነብስኽን ትሕስራ ንምንታይ ኣብ ዘይኮነ ነገር ትወድቃ ጽባሕ ንጎ በሪኽን ነቢዕክን መን ክድንግጸልክን እዩ ሓውኽን ሓውኽን ፍንጫል መሰንገለኽን ስለ ዝኾነ ደርብዮ ኣይድርብየክን እዩ እንተ ስለማይ ግን ክሱም ኣይልክን ክኸይት ነግረክን ኣነ ክንዚ ዕርእክን እዩ ኣስላማይ ስለዚ ከም ሰብ ነኽብሮም ንፈትዎም ኣብ ሪሌሽንሽፕ ግን ኣይከውን እዩ ሮንግ ወይ ትኸዳ ኣለኹ ኣሕዋት እንካ ኣይተሕስራ ክትሮ ኣውዳ ትግርኛ እሕመቑ ይጠዓሙ ይኽፍኡ ንዓና እዮም ኣሕዋትና እዮም ናትና እዮም ኣንጀትና እዩ ስለዚ እስኽን ምስቶም ናትክን ምስቶም ጀነሬሽን ዝቐፅልኹም ዳ ክትቅፅላ ኣለክን እምበረይ ወላ ሰኽራም ይኹን ወላ ዕዋላኹም ካብኡ ውለዳ ካብኡ ውለዳ ሓውኽን ሓውኽን ክነበርክን ኣነ እንታይ ከመክን ፀኒሑ ኣቮከር እንታይ ዓይነት ብልዕቐት ይዛረበክን ነይሩ ተረዲእክን ከመዚ ኣነ ብዓይ ተዘኽቢረያ መን ማንም ኣየኽብረለይን ማንም ሰብ ኣየኽብረለይን ንስኽን ከኣኒ ወላ በኪ ኮንኪ ንበሪ በይንኺ ንበሪ ካብ ምስ ኣስላማይት ምርዓው ካብ ካብ እስላማይ ጀነሬሽን ጀነሬሽን ናትኪ ተቐጽልዮ በይንኺ በኪ ኮንኪ ንበሪ ክብለኪ ደላ ኣነ ተረዲእኩም ኣሕዋተይ ካልኣይ ነገር ከኣኒ ኩሉ ግዜ ትሓስብኦ ዘለክን ነገር እቲ ትገብርኦ ፍቕሪ ፍቕሪ ትጻወትኦ ጸወታ ብፍላይ ኣብዚ ምድሪ ኤሮጳ ማለት እዩ ናባኸ ናባኸ እንታይ እዮም ዝጎዩ ናተን ናይ ኣስላም ዘሎ ጉድ ብውሽጡቲ ናይተን ኣዋልድም ተሸፊነን ዝገብርኦ ዓይነት ዝሙት ዝተዛረቡ ንስኽን ስለ ትቕልዓ ስለ ትወፃ ብዛዕባ ክንጠብ ቴንሽን ኣሲሮም ዝዛረቡ ኣነ ምስ ሱዳናውያን ዓብየ ኣነ ፅቡቅ ገይረ ናተን ዝፈልጠ ስለዚ ቴንሽን ጌርክን መን ዛረበኒ ኣሎ ስለዚ ኣብቲ ናትክን ቴንሽን ትገብርኦ ናይ ሪሌሽንሽፕ ኣስተውዒልክን መሚኽን ምስ ኣሕዋትክን ክትቅፅላ ደኣ እምበረይ ምስ ኣስላማይ ፍቅሪ ኣለኒ ፍቅሪ ሒዝን እናበልክን ትከዳ ከዓኒ እዚ ናትክን ጌጋ እዩ ሮንግ ወይ ኣለክን ኣነ እንደገና እዘን ፍቅሪ ወሳን ትብላ እዘን ማስ ሜድያ ከፊትክን ትዛረባ ዘለኽን ብጣዕሚ ኢኽን ተሕዝናኒ ብጣዕሚ ኢኽን ተደንግፃኒ ነወዳት ትግርኛ እንዳሃረምክን ነቶም ካልኦት ኣወዳት ኦቨር ኣክት ትሪእኦም ዘለኽን ብጣዕሚ ኢኽን ትጋግያ ዘለኽን ብካልኣይ ነገር ከዓ እዚ ዒድ ሙባሪክ ዝበሃል ኣይበሃልን እዩ ብኣና ነገር ግን ኣነ ሓደ እስላማይ ሓደ እስላማይ ኣነ ሱዳን ይዓበይ ሓደ እስላማይ ዕድ ሙባሪክ ርሑስ በዓል ልደት ርሑስ ጥምቀት ኢሉ ኣይፈልጥን እዩ ክሳዱ ትቆረፅ ዋይ ግን ንስኹም ከምኡ ትብልዎም ዋይ ዋይ ኣብ ቴሌቪዥን ኣምፂኻ ኣብ ማስ ሜድያ ኣምፂኻ ናቶም ክዳን ጌርካ ብሓይሊ ፍተውና ኣይከውንን እዩ ሙልሶም ከዓ ኣብ ኣፍክን እብሉ ኣብ ኣፍክን ብሎም ኣለዉ ኣይንብሎም ሰርሕ ንኤርትራዊ ተረድኦ ቋንቃ ክልተ ነገር እያ ወይ በትሪ ወይ ድማ እሱር ቤት ተዘይ ኮይኑ ኤርትራዊ ኣኽቢርኒ እዩ እሞ ከኽብሮ እየ ሓወይ ኢልካ ገዲፍካዮ እንታይ ኢሉ ከሰካ ተገም እንታይ ይብለካ ተገምጢሉ እንታይ ሓሜካ ትፈልጡ ዲኹም ኣፍሪሐዮ እንደ ይብለካ ወይ ድማ ካልእ እብለካ ስለዚ ክትጥንቀቕ ክትክእል ኣለካ እቲ ባህሪ ከተስተውዕሎ ኣለካ ናትና ባህሪ ከነስተውዕሎ ኣለና ተጸጊሙ ዝሓገዝካዮ እንታይ ይብለካ

ኦኬ ፋሚሊ ሎማዓንቲ ሰዓት ዝኾኑ ቪድዮታት ዘይም መስሉ ነይሮም ኣብ ዝቕፅል ብሓደሽትን ትኩሳትን ቪድዮ ሒዘ ክምለስ እየ ብዝኾነ ድማ ሸር ላይክ ሰብስክራይብ ምግባር ኣይትረስዑ ኣብ ዝቕፅል ብትኩሳት ክምለስ እየ እስካብ ሽዕቲ ፒስ ኣውት